ሰላም ሰላም ዝኸበርኩም ተኸታተልቲ መደባት ቲቪ መለይ ንምክትታልኩም እንዳመስገና ሎሚ ድማ ክቡር ኣያና ተቓላሳይ ኣቶ ክብርኣብ ተክለ ገርግሽ ሒዝናልኩም ቀሪብና ኣለና ንምክታልኩም ብድጋሚ ነመስግን እንኳዕ ደሓን መጻኹም ኣቶ ክብርኣብ
ሰላም ማእከለ ኩሉኹም ቲቪ መለይ እንቋዕ ደሓን ጸናሕኩም ኢለ ክጅምር ይኽእል።
ጽቡቕ ንሕና ውን ንዘለኩም ግዜ ኣጻቢብኩም ዕዱምና ኮንኩም ነዚ መደብ ኣብ ተደጋጋሚ ግዜ ብዙሕ ምቁራጻት ኔርዎ ኢዩ ምስዚ ኩነታት ዘለናዮ እሞ ብድጋመ ድኻምኩም ከይቆጸርኩም ነዚ ሎሚ ኣብ መደብና ምርካብኩም ከነመስግን ንደሊ ብስም ቲቪ መለይ ቀጺልና ገለ ክህልወና ዝኽእል ዛዕባታት ፍትሽሽ ከነብል ኢና ናብኡ ቅድሚ ምእታውና ግን ሓፂር ታሪክ ከይዲ ጉዕዞ ቃልስን ማሕበራዊ ህይወትን ናይ ኣቶ ክብረኣብ ተክለገርግሽ ትንክፍ ከነብል ክንፍትን ኢና ሓፂር ድሕሪ ባይታ ኣቶ ክብረኣብ ተክለገርግሽ ስጋብ ኣብዚ ሕጂ ዘለዎ ኩነታት ማለት እዩ ፖለቲካዊ ድሕሪ ባይታ ኣቐዲምና ክንጅምር እሞ ብኡ ኣንፈት ክንጅምር ኢና። ኣብ ድግሳ ኣኮሎጉዛይ ኤርትራ ተወሊዶም ዓብዮም። ኣብ መወዳእታ ታሕሳስ ዓሰርተ ትሽዓተ ሰብዓን ሓሙሽተን ናብ ተሓኤ ገድሊ ተጸሚሮም። ድሕሪ ሽዱሽተ ዓመት ምግዳል ኣብ ዓሰርተ ትሽዓተ ሰማንያን ሓደን ንሱዳን ኣትዮም። ኣብ ሱዳን ዓሰርተ ዓመት ድሕሪ ምጽናሕ ኣብ መፋርቕ ዓሰርተ ትሽዓተ ቴስዓን ሓደን ንኤመሪካ መጽዮም። ኣብ ደምሓኤ ኣብ ሜዳ ስጋብ ሱዳን ደሓር እንደገና እውን ካብ ዓሰርተ ትሽዓተ ትስዓን ሓሙሽተን ስጋብ ክልተ ሽሕን ሸሞንተን ኣብ ኣሜሪካ ኣባል ተሓኤ ኣባል መሪሕነት ኮይኖም ይሰርሑ ነይሮም። ኣብ ክልተ ሽሕን ሸሞንተን MDJ ዝብል ምንቅስቓስ ብምምስራት ደሓር ግን ናብ SDLA ተጸንቢሮም ኣብ ትሕቲ ዝተፈላለየ ጽላላት ማለት ባይቶ SDLA ፖለቲካዊ ሓይልታት ኮይኖም ይቃለሱ ኣለዉ ማለት እዩ። ካልእ ብደረጃ ትምህርታዊ ድሕረ ባይታ እንተሪኢና ድማ ኣብ ድግሳ መባእታዊ ትምህርቲ ሰገነይቲ ማእከላይ ኣብ ድግሳ መባእታዊ ትምህርቲ ሰገነይቲ ማእከላይ ደቂ ምሓረ ካልኣይ ደረጃ ኣብ ሜዳ 1978 ሕክምናዊ ኮርስ ኣብ ሱዳን እንደገና ገለ ሓጺር ሕክምናዊ ኮርስ ናይ ኣካውንት ኮርስን ወሲዶም።

PHN ብምዃን ተማሂሮም። ካልእ ካብኡ ቀጺልና ኣብ ማሕበራዊ ኣገልግሎት ስራሕን እንተርኢና ድማ ካብ ዓሰርተ ትሽዓተ ሰማንያን ሓደን ክሳብ ዓሰርተ ትሽዓተ ተስዓን ሓደን ንሸውዓተ ዓመት ከም ነርስ ንሰለስተ ዓመት ከኣ ከም ኣካውንቲንግ ኮርስ ኮይኖም ሰሪሖም። ካብ ዓሰርተ ትሽዓተ ተስዓን ሰለስተን ክሳብ ዓሰርተ ትሽዓተ ተስዓን ኣርባዕተን መምህር ቆልዑ ቋንቋ ትግርኛ ኮይኖም ኣብ ኮሙኒስት ኣብ ትግርኛ ኣብ ኮሚኒስት ምሂሮም ማለት እዩ። ካብ ዓሰርተ ትሽዓተ ተስዓን ሓሙሽተን ክሳብ ተስዓን ሽዱሽተን ከም ሰክሪታሪ ሽማግሌ ኮሚኒስት ኮይኖም እውን ኣገልጊሎም። ካብ ዓሰርተ ትሽዓተ ተስዓን ትሽዓተን ክሳብ ክልተ ሽሕን ዕስራን ሓደን ኣብ ሎካል ገቨርንመንት ካውንትሪ ኦፍ ሳንዲያጎ ሸሪፍስ ኦፊስ SDSO ከም ኣርኤን ኮይኖም ንዕስራን ክልተን ዓመት ሰሪሖም ሕጂ ድማ ጥሮታ ወጺኦም ይርከቡ። ብኸፊል ነዚ ይመስል ድሕሪ ባይታ ኣቶ ክብርኣብ ተኽለገርግሽ ዝነበሮም ጉዕዞ ከይዲ ቃልስን ስጋብ ሕጂ ድማ ንዘይተሓለለ ፃዕሪ ምስ መንእሰያትን ደቆምን ደቂ ደቆምን ብምዃን እውን ኣብ ገለ ኣጋጣሚታት ምድላይ ፍትሒ ከይተሓለሉ ዝኸዱ ምስ ኩሉ ውህደት ስምምዕ ምርድዳእ እንዳገበሩ ዝኸዱ ዘለዉ ኣቦ እዮም እሞ ብወገነይ ብጠቕላላ ናይዚ ቃልሲ መንፈስን ኮይነ ክሪኦ ከለኹ ብጣዕሚ ክብሪ ኣለኒ ስለዚ የቐንየልና እየ ክብል ዝደሊ ቀሊል ኣብነት ኣይክኸውንን እዩ ዘለኩም ተመክሮ ንኸተከፍሉና ድማ ነዚ ዕድመ ቅሩብ ከንኩም ኣለኹም ማለት እዩ ምናልባት ኣብዚ ዝሓወስክዎ ወይ ገለ ብሩህ ዘይገበርክዎ ነገር እንተልዩ ናባኹም ክገድፎ እየ ቂድሚ ናብ መደብና ምጅማርና
የቐንየለይ ማእከለ በቃ እዚ ዘቕረብካዮ ንዓይ ዝመስል ድሕሪ ባይታ እዩ ዝጎደለ ነገር የለን ቲቪ መለይ ገለ ሓሳበይ ከካፍል ኢልኩም ተመክሮይ ከቕርብ ኢልኩም ዝዓደምኩምኒ ክብሪ ይሃበለይ ይብል ብዝተኻእለ መጠን ንኽእሎን ንፈልጦን ከነካፍል ዕድመና ምሉእ ኣብ ቃልሲ ስለ ዝነበረ ንሓተትኩም ንክምልስ ቅሩብ እየ። የቐንየለይ። ብድጋመ የቐንየልና።
ሓቂ ትሓይሽ ንመን ኣብ ካበይ ጀሚርና ኣበይ ደው ክንብል ዝከኣል ኣይኮነን። ገለ ብኸፊል ክንዝክር ክንፍትን ኢና ምኽንያቱ ገሊኡ ዳርጋ ኣብ ዕድመ እውን ዘይርከብናዮ እዩ ንሕና። ስጋብ ሕጂ ከኣ ምስ ዘለኩ መንፈስ ቀሊል ኣይክኸውንን እሞ እቲ ሕጂ ምስ ንእሽተይ ወለዶ ከተኣሳስረና ዝኽእልን ተመኩሮታታት ንምልውዋጥን ሓጋዚ ክኸውን ዝኽእል ነገራት ትንክፍ ከነብል ኢና ብኸፊል ናይ መጀመርያና እምበር ናይ መወዳእታና እውን ኣይኮነን ስለዚ ብገለ ክንጅምር ኣብ ሰሜን ኤመሪካ ዘሎ ናይ ደንበ ተቃውሞ ዝርግሐ ውዳቤን ምውህሃድን ኣብ ቃልሲ ከመይ ይመስል ኣስፍሕ ኣቢልካ ቂድሞ እውን ገለ ካብዚ እንተትጅምር ትብሎ ተልዩ ንዓኻ ክበካ ክእል እየ።
ሕራይ መቸም እቲ ቃልሲ ናይ ደለይቲ ፍትሒ መላግቦታት ኣለዎ ዋላ ኣብ ኤውሮጳ ዋላ ኣብ ኣሜሪካ ዋላ ኣብ እስራኤል ኣብ ኣፍሪቃ ኣብ ኣውስትራልያ ግን ብፍላይ ኣብ ኣሜሪካ ዘሎ ኩነታት ኣተኲርና ክንዛረብ ተኾይንና ሃለዋት ደንበ ተቓውሞ ቃልሲ ማለት እዩ ምናልባት ብኤርትራዊ ሃገራዊ ባይቶ ንደሞክራስያዊ ለውጢ ዝብል ዕብይ ዝበለ ምትእኽኻብ ናይ ብዙሓት ውድባት ኣለዉ። ናቶም መሰረታት ኣለዉ ኣብ ሰሜን ኣሜሪካ ማለት'ዩ ኣብ ኣሜሪካ። ንስ እዚ ዝበልክዎ ኤሄባድለ ዝብሃል ኤርትራዊ ሃገራዊ ባይቶ ንደሞክራስያዊ ለውጢ ቅድሚ ሰለስተ ወርሒ ኣቢሉ ጉባኤኡ ዝገበረ እዩ። ኣብ ኣካያይድኡ ገለ ለውጥታት ገይሩ ኣሎ። ዓብን ስፍሕ ዝበለ ጽላል ይሓስብ ከም ዘሎ እውን ኣብ ገሊኡ ኩነታት ርኢና ኣለና። ስለዚ ምስ ካልኦት ግንባራት ጽላላት ንምፍጣር ሓደ ሰፍሒ ጽላል ንምፍጣር ኣብ ተበግሶታት ኣሎ ማለት እዩ። ናይዚ ምጥርናፍዚ መሰረታት ኣብ ኤመሪካ፣ ኣብ ሰሜን ኤመሪካ ኣለው። ብሓደ ገጽ ማለት እዩ። ካልእ ፖለቲካዊ ሓይልታት ኤርትራ ዝበሃል ኣሎ። ፖለቲካዊ ሓይልታት ኤርትራ እውን ካልኣይ ጉባኤኡ ንምግባር ኣብ ምድላው ይርከብ። ሰፊሕ ጽላል ኣብ ምቛም እውን ተበግሶታት ኣለዎ። ብዝኾነ ግን ኣብቲ ደሞክራሲያዊ መዳይ ምስ ኤልደለ ምስ ባይቶ ኮይኑ ኣብ ናይ ዲፕሎማሲ ሓዮሎት ተበግሶታት ወሲዶም ጽሑፋት ኣዳልዮም እዮም'የ እቲ ጽሑፋት በቃ ኩነታት ዓድና ኩነታት ሃገርና ኩነታት ቅርኒ ኣፍሪቃ ዘዛመደ ንዓለም ለኸ ማለት እዩ ንኤውሮጳ ንኤሜሪካ ናብ ዩናይትድ ነሽንስ እውን ዝቐርብ ጽሑፋት የዳልዉ እዮም። ኣብዚ ቀረባ ግዜ ብዛዕባ ልዑላውነት ሃገረ ኤርትራ ኣመልኪቶም እውን ገለ ጽሑፋት ኣቕሪቦም። ከምኡውን ኣብ ልብያን ኣብ ግብጽን። ዘሎ ኩነታት ናይ ስደተኛታት ኤርትራውያን እውን ንዖኦም ብዝሕግዝ ጽሑፋት ኣዳልዮም እዮም ማለት እዩ። እዚ እቲ ካልኣይ ምትእኽኻብ ኣብ ሰሜን ኤሜሪካ ደሎ ናታቶም መሰረታት ማለት እዩ ብስፍሕ ዝበለ መሰረታትን ኮምኡ እውን ኣባላት መርሒነት እውን ክህልዎ ክእሉ እዮም እዮም። ኤልደለ እውን ዝበሃል ኣሎ። ኤልደለ ብጠቕላላ ኤርትራዊ ልፍንትን ደሞክራሲያዊ ለውጢ ማለት እዩ። ሓያሎ ናይ ሲቪል ማሕበራት ዝኣኻኸበ እዩ። ንሱ እውን ኣብ ዲፕሎማሲ ምስ ፖለቲካዊ ሓይልታትን ምስ ባይቶን ኮይኑ ኣብዚ ናይ ዲፕሎማሲ ይሰርሕ እዩ። እዚ ግሎባል ይኣክል ዝብል ሓደ ካብኡ እዩ። ብተወሳኺ ነተን ሲቪክ ማሕበራት ዘጠቓለለ ማለት እዩ። ግሎባል ይኣክል ገለ ኣስተምህሮታት ንህዝቢ ይገብር። ካልእ ኣብ ኤመሪካ ብክሲ ናይ ህግደፍ ኣብ ሲያትል ዝጀመረ ቅድሚ ክልተ ዓመት እዩ ዝጀመረ ንሱ እውን ናብ ዝለዓለ ዓሪጉ ናብ ምክልኻል ህዝቢ ናብ ምልዕዓል ደረጃ ይኸይድ ዘሎ እዩ። ነቲ ዘሎ ሃለዋት ንምንጽብራቕ እያ ነዚታት ዝተላኽቦ ዘለኹ ማለት እዩ። ስለዚ ከም እዞም ናይ ዓሰርተ ሰለስተ ሰባት ክሲ ከም ጽቡቕ ዕድል ተጠቒሙ ህዝቢ ብምሉኡ ተቓለስቲ ደለይቲ ፍትሒ ኣብ ሓደ ንኽዓስሉ ቃልስታት የካይድ ኣሎ ማለት እዩ። ራብዓይ ደረጃ ቃልሲ ናይ መንእሰያትን ናይ ደቂ ኣንስትዮን ኣሎ። መንእሰያት ከምቲ ኩላህና ንከታተሎ ዘለና ብደረጃ ብሪገድ ንሐመዱ ዝተበጋገሰ ቅድሚ ክልተ ሰለስተ ዓመት ካብ ዕስራ ዕስራን ሰለስተን ኣቢሉ እዩ ብቀንዱ እኳ ኣብ ኤውሮጳ ኣብ በዓል ጀርመን ኣብ በዓል ሆላንድ እዩ ተበጋጊሱ ከምኡውን ኣብ እስራኤል እዚ እውን ፅቡቕ ምልዕዓል ገይሩ ኣብ ካናዳ ኣብ ኤሜሪካ ዑደታት ሓየሎ ተበጋጊሱ ብዙሕ ህዝቢ እውን ተለዓዒሉ ማለት እዩ ግን ህጂ እቲ ተሃላልውኡ ብደረጃ ግንባርን ብደረጃ ዓለም ለኸ ግሎባል ብርግን ንሓመዱን ኮይኑ ከምቲ ናህሪ ዝተበገሶ ኣይኮነን ዘሎ ክበሃል ይከኣል። ስለዚ እዚኦም ኣርባዕተ ናይ ደቂ ኣንስትዮ እውን ብደረጃ እዋን ዝበሃል ምትእኽኻብ ገይረን ንሳተን እውን ቃልስታተን የካይዳ ኣለዋ ማለት እዩ። ስለዚ ኣብ ናይ ሰሜን ኣሜሪካ ኣብ ኣሜሪካ ብጠቕላላ እዞም ዝበልክዎም ኣርባዕተ ናይ ተቓውሞ ደንበ ተቓለስቲ ባይቶ ፖለቲካዊ ሓይልታት፣ ኤልደለ፣ ከምኡውን ቃልሲ ናይ መንእሰያትን ናይ ደቂ ኣንስትዮን ኣብዚ ሰሜን ኣሜሪካ መሰረት ዝገበረ ሰፊሕ ምንቅስቓስ ኣሎ። እቲ ጎሊሁ ዝረእ ዘሎ ሕጂ ኣብዚ ዘለናዮ እዋን ንስግረዶብ ጭቆና ሓቢርካ ናይ ምምካት ብፍላይ ካብዞም ናይ ዓሰርተ ሰለስተ ክዙሳት ዝተበገሰ ኣብኡ ዓቢ ጻዕርታት ንገብር ኣለና እሞ ናይ ተቓውሞ ደምበ ኣብ ሰሜን ኤሜሪካ ህሉዉ ኩነታት ኣቃላልሳና ነዚ ይመስል ተወሳኺ ዝገብሮ ተልዩ ካብ ሕቶታትካ ክብገስየ ንግዚኡ ግን ኣብዚኣ ጠጠው ከብልየ እዚ ናይ ሰሜን ኤሜሪካ ናይ ተቓውሞ ደምበ ኣተሃላልዋ። ኣለኻዶ ማእከለ ወዲ ኣለኹ ኣነ ሕጂ
የቐንየልና ኣቶ ክብራብ ኣብኣ ትንክፍ ዘበልካያ ነይራ ኣብ ሲያትል ቅድሚ ክልተ ዓመት ዝጀመረ ናይ ዓሰርተ ሰለስተ ክሱሳት ዝብል ኣብዚ ምናልባት ናታሕዙ ዝምልከትን ክሓልፍ ዘለዎ መልእኽቲ ትብሎ ሓበራዊ ጉዳይ ኮይኑ ክኸይድ እሞ እዚ የድሊ ትብሎ መልእኽቲ ተልዩ ንግረ መንገድኻ ንእሽተይ ዕድል ክበካ ኣብዚኣ እዎ ብ እዚ በቃ ኣብዚ ህሉው ኩነታት ብጣዕሚ ኣገዳሲ ኢና ሒዝናዮ ደለና ብፍላይ እቲም ናይ ዓሰርተ ሰለስተ ክሱሳት ንበይኖም እዮም እቲ ክልተ ዓመት ከካይድዎ ዝጸንሑ ሕጂ ግን ብ ካብ ናይ ኤሜሪካ ደሎ ናይ ይኣክል ምስ ናይ ግሎባል ይኣክል ብዝተኣሳሰረ ነዚ ኩነታት እናዓበየ ምስ ከደ ናይ ህግደፍ ክሲ ኣብ ልዕሊ ዓሰርተ ሰለስተ ብድሕሪኡ ሚእትን ሓምሳን እውን ሊስት ዝገበርናዮም ኣለና ናብኡ ክንስዕብ ኢና ንይኣክል እውን ክንከስስ ኢና ዝብል ተበግሶታት ምስ ገበሩ ሽማግለ ደውፃናዮም ኣለዉ ናይ ኣብ ውሽጢ ኮሚኒቲ፣ ኣብ ማሕበረ-ኮም፣ ከምኡውን ኣብ ናይ ሃይማኖት ትካላት ኣብዚ ዝካየድ ዘሎ ከቢድ ጎስጓስ ናይ ህግደፍ ንዕኡ ዝምክት ሽማግለ ዘቖምናዮ እዚ ንበይንና እውን ንኽእሎ ኣይኮነን ብምባል ንፖለቲካዊ ሓይልታት፣ ንባይቶ፣ ንውድብ ሓድነት ከምኡውን ንናይ በዓል እዚኦም ካልእ ምንቅስቓሳት ዘለዉ ውድባት ዝጠመረ ኣሎ። ነዚኦም እውን ዓዲሞም ብሓባር ኮይኖም ሽማግለ ዝቖመ ኣሎ። ንስግረ ዶብ ጭቆና ብዝብል ተለዓዒሉ ኣብ ዝለዓለ ጥርዙ በፂሑ ኣሎ፣ ሓድነት ብዘቖመ ማለት እዩ። ናይ ታስክ ፎርስ ኮሚቴ ቆይማ ኣላ። ስለዚ እቲ ቃልሲ እዚውን ክሕግዝ እዩ ነቲ ብሓደ ኮንካ ናይ ምቅላስ ማለት እዩ። ንናይ ህግደፍ ኣከያይዳ ቅድሚ ሕጂ ንሶም ይኸሱ ንሕና ከኣ ምስ የሕዋትና ዶ ክንበኣስ ኮይንና እንዳተባህለ ብሸለልትነት ይረኣ ነይሩ ሕጂ ግን ኣብ ዝለዓለ ጥርዙ በጺሑ እቲ ክሲ ናቶም ቀይሕ መስመር ስለ ዝሰገረ ብትብዓት ተጠርኒፉ ደላይ ፍትሒ ክምክቶ ከም ዘለዎ፣ ናታቶም ናይ ዓመጽ ዘካይዱሉ ኣገባብ እውን ኣብ ውልቀ ሰባት ዘለዉ ኣለዉ ሊስታ ዝተገብረ ብዙሕ ሰብ ኣብ ዳታ እናተኣከበ ኣብ ልዕሊኦም ቃልስታት ክግበር ምስ መንግስቲ ኣሜሪካ ምስ ፈደራል እቲ ዳታውን ናብኦም ክቐርብ ብዘይ ንሕስያ ክንከታተሎ ከም ዘለና ከምዚ ዓይነት ቃልስታት ይካየድ ኣሎ ኣብ ጽቡቕ ኩነታት ኣሎ ናብ ቤት ፍርዲ ምቕራብ ን ጁን ጁላይ ወርሒ ሽዱሽተ ወርሒ ሸውዓተ ኣቢሉ ናይቶም ዓሰርተ ሰለስተ ክሲ ክቐርብ እዩ እዚ ቃልሲ ግን ካብ ካልእ ብዝተፈለየ ግዜ ብሕይል ዝበለ ኣገባብ ተተሓሒዝናዮ ኣለና ክብል ፈቱ። እዚ ይመስል እቲ ኣፕደይት ምግባር ማለት እዩ።
ኦኬ ጽቡቅ እወ ተራ ናይ ኩሉ ተቃላሳይ ምካኑ ዝያዳ ኣብ ዝተፋላለየ ኣጋጣሚ ውን ይስማዕ ኣሎ ሓድሽ ኣይኮነን እሞ ዝያዳ ሓጋዚ ክከውን ይክእል እየ ኢለ እየ እዚ ናይ ሎሚ መደብ ሒዝናዮ ዘለና ውን ምክንያቱ ብኩሉ ብፍላይ ከኣ ነቶም ኣለዉ ዝባሃሉ መሓውራት ኣብ ምስባር ምድኻም ዝኽየድ ከይድታት እዚ ዓቲብና ክንተሓሓዞ ወይ ድማ ክንከታተሎ ስለ ብምባል እየ ስለዚ ጽቡቕ መብርሂ ሂብካ ኣቶ ክብራብ ቀጺለ እንታይ ክብል እደሊ እዚ ኩሉ ግዜ ንብል ኢና ፖለቲካዊ ሓይልታት ሓደ ዓቢ ሃገራዊ ሓይሊ ክፍጠር ክኽእል ኣለዎ ኣብ ዝተፈላለየ ከይድኩም እናረኣኻዮ ዝመጸኻ እውን እዩ ማለት እንታይ እዩ እቲ ሽግር ክኸውን ተኻኢሉ ዘሎ ስጋብ ሕጂ ሓደ መተካእታ ናይቲ ስርዓተ ዲሞክራሲያዊ ክንተኽሎ ኢልና ተበጊስና ዘለና ኣብ ዓድና ንህዝብና ተስፋ ክህብ ዝኽእል ሓይሊ ክንምስርት ኣይከኣልናን ግን ንደሊ ኢና ኩላትና በብወገንና ኣብ ዝተፈላለየ ከይዲ እውን ንዘራረበሎም ከም ቀዳማይ ኣርእስትና ዝኾኑ እዮም ስጋብ ሕጂ ግን ኣይሆፕ ዝሓሸ መንፈሳት ናይ ቃልሲ ከምቲ ቀደም በይንኹም ዝነበርኩዎም ኣይኮንኩምን ህዝቢ ተጸሚርዎ ውሉድ ወለዶ ተጸሚርዎ ነቲ ቃልሲ ንሪኦ ኣለና ግን ዝዓበየ ሓደ መተካእታ ዝኸውን መስትርሆ ክገብር ይኽእል እዩ ንብሎ ስጋብ ሕጂ ክንምስርት ኣይከኣልናን እሞ ሕጂ ኣይንኽእልን ዘይኮነ ግን ንኸይድ ስጋብ ዝሃለና እንታይ እዩ እቲ ቀንዲ በዳሂ ኮይኑ ዘሎ እብዚ
ብሓፈሽኡ እቲ ሃለዋት ደምበ ተቓውሞ ቃልሲስ ብፍላይ እዚ ኣብ ኣስመራ ዘሎ ምልካዊ ስርዓት ካብ ዝመጽእ እንዳተቓለሰ እንዳተቓወመ ጸኒሑ ግን ብልክዕ ኣድማዒ ቃልሲ ኣየካየድናን ማለት በቲ ንዕኡ ክብድሆ ዝኽእል ዓቕሚ ጠርኒፍና ተወሃሂድና ከነሰጋግሮን ክንቅይሮን ኣይከኣልናን ዘለና። እዚ እንታይ እዩ እቲ ቀንዲ ዕንቅፋት ዝብል መሰረት ዝገበረ እዩ እቲ ሕቶኻ። ብልክዕ እዚ ናይ ተቓውሞ ደንበ ቃልስታት ብዙሕ ፍልልይ፣ ካልኣዊ ዝኾነ ፍልልይ ናይ ኣመራርሓ ጉድለት፣ ናይ ኣብ ውሽጢ ዓዲ ዘሎ መንግስቲ ኩሉ ዓቕምን ሓይልን ግንዘብን ዘለዎ ውን ሰልኩታት ብምግባር ነቲ ክነካይዶ ንኽእል ቃልሲ ዕንቅፋት እንዳገበረ ዩ መጺኡ። ብ ኣብ ፔይሮል ዘለዉ ናይ መንግስቲ ከም ተቓወምቲ ኮይኖም ናብቲ ተቓውሞ ደምበ ይመጹ። ኣብቲ ተቓውሞ ደምበውን ስጋብ ዝለዓለ ጽፍሒ ናይ ምምራሕ ቦታታት ይሕዙ። እዚ ሰልኩታትዚ ቀለል ሰልኩ ኣይኮነን። እቲ ኣብ ደገ ዝጸንሐ ናይ ተቓውሞ ኣቃላልሳውን ጸጥታዊ ሕሉው ዘይኮነ ፍኑው ብዝኾነ ገባብ፣ ስጋብ ሰላሳ፣ ሰላሳን ኣርባዕተን ዝኾና ውድባት እሞ ኣብ ፖለቲካዊ ፕሮግራም ብዙሕ ፍልልይ ዘይብሉ በቃ ተጎጃጂሉ ውሑድ ቁጽሪ ዘለዎ ኣባላት ሒዙ እዩ ክቃለስ ጸኒሑ ማለት እዩ። ስለዚ ኣብ ከባቢ ተስዓን ሸሞንተን እዚ ናይ ባድመ ውግእ ዝነበረሉ ግዜ ኣብ ሓደ ንምጥርናፍ ተበግሶታት ተገይሩ። ተስፋ ገይረ ነይሩ ህዝቢ እምበኣር እዞም ኣብ ደገ ዘለዉ ናይ ለውጢ ዝቃለሱስ ኣብ ሓደ ከብጽሕዎ እዮም እየ ዝብል ተስፋ ገይሩ ብዝኾነ ግን ከምቲ ክኸዶ ዝግብኦ ኣይከደን ማለት እዩ ካብ ሱዳን ናብ ኢትዮጵያ ሰጊሩ እቲ ናይ ደምበ ተቃውሞ ኣቃላልሳ ንሱ ውን ብዘድምዕ ነገር ኣይከደን እቲ መንጉኡ ዘሎ ፍልልይ ካብቲ ጸኒሓዊ ህዝባዊ ግንባር ጆብሃ ዝብል ጆብሃውን ኣብ ክንደይ ጉጅለታት ተመቓቒሉ፣ ሳግም፣ ደምሓኤ፣ ተሓኤ፣ ሰውራዊት ባይቶ እንዳበለ ብዙሕ ፍልልያት እዩ ጸኒሑ። እዚ ፍልልያት እዚ ብቐሊሉ ኣብ ሓደ ርዒሙ ብሓደ ኣከያይዳ ንጸላኢኡ ክምክት ዝግበኦ ኣብ ትካላኣዊ ፍልልይ ገሊኡ ናይ ውልቀ ፍልልይ እዩ፣ ገሊኡ ከኣ ናይ ፕሮግራማት ኣከያይዳ ፍልልይ ክኸውን ይኽእል እዩ። ምስኡ ተተሓሒዙ ናይ ጉረቤት ዓድታት ናይ ፖለቲካዊ ጽልዋታት እውን ኣይሰኣንን እዩ። እዚ ናይ ብሄር ውድባት እውን ተቐላቒሉ ማለት እዩ። ናይ ዓፋር፣ ናይ ሳሆ፣ ናይ ኩናማ ዝብሉ ውድባት እውን ተቐላቒሎም እዚ እውን ሓድሽ ብሄራዊ ኣወዳድባ ኮይኑ ሓድሽ ኣብቲ ቃልሲ እውን ናቱ ግደ ተጻዊቱ እዩ ማለት እዩ። ስለዚ ኣብ ስደት ኣብ ጎረቤት ዓዲ ከምዚ ዓይነት ፋሕ ዝበለ ናይ ፖለቲካዊ ኣከያይዳ ነቲ ቃልሲ ከሰጉመናና ከሰጉመና ኣይከኣለን። ብሓደ ኮይንካ ናይ ምስራሕ እውን ፈተነታት ተኻይዱ ማለት እዩ። ድሕርኡ ኪዳን ዝብል ነገር ከቑሙ ፈቲኖም እቲ ኪዳን ከምዝድለ ኣይተ ኣይተጓዕዘን። ቀጺሉ ናይ ባይቶ ኣብ ዕስራ ዓሰርተ ሓደ ኣብ ኣዋሳ ስጋብ ሽዱሽተ ሚእቲ ሰባት ዝተሳተፍዎ ጉባኤውን ተኻይዱ። እቲ ጉባኤ በዓል መንግስቲ ኢትዮጵያ ብዓቢ ተስፋ ጠሚትዎ ነይሩ። ከምቲ ክኸዶ ዝግብኦ እውን ኣይከደን ባይቶ ገይሩ ፈጻሚት ገይሩ ብዙሕ ዘይተጠዓዓመ ኣካይዳታት ነይርዎ። እዚ ኣካይዳ እዚ ናይ ጎረቤት ዓዲ ጽልዋታት እውን ይህልዎ እዩ። ናይ ፖለቲካዊ ኣጠማምታ ናይ ብሄራት ናይ ጅሃድ ዝብል እውን ነይሩ፣ ሕብረ ብሄራዊ እዚ ኣብ ሓደ ዝጠርነፈ እዩ ነይሩ። ከምቲ ዝድለ ውን ኣይከደን ማለት እዩ እቲ ባይቶ ቐፂሉ ኣሎ ስጋብ ሕጂ ካብ ኣዋሳ ናብ ስቶኮሎም ካልኣይ ጉባኤኡ ሕጂ ውን ኣብ ስቶኮሎም ብስፍሕ ዝበለ ኣይኮነን ብ ዙምን ብ ኣካልን ዝተሳተፈ እዩ ከምኡ እንዳበለ ከይዱ ምስኡ ዝተተሓሓዘ ናይ ፖለቲካዊ ሓይልታት ምቋም ውን ነይሩ ኣብኡ ባይቶ ነይሩ፣ ካብኡ ስሒቡ ዋላ ውድብ ሓድነት እውን ነይርዎ እዩ ካብኡ ስሒቡ። ስለዚ ስለምንታይ እዮም ዝፈላለዩ ዘለዉ ዝበሃል ብርግጽ ኣብቲ ሚነመም ሃገራዊ ቅዋም ብኡ ጥራሕ ክሰርሕ ዝግበኦ ካልእ ጓል ነገር ኣብ ዝሰፍሐ ነጥብታት እናተፈላለ እዩ። ሕጂ እውን ከም መፍትሒ እቲ ሰፊሕ ጽላል ናይ ምቛም እዩ። ማለት ኩሉ ካልኣዊ ፍልልያትካ ኣቐሚጥካ ኣብቶም ዓበይቲ ሃገራዊ ቅዋም ሚነመም ናይ ሰፍሒ ጽላል መትከላት ነቲ ስርዓት ንምትካል መሰጋገሪ መንግስቲ ምቛም፣ ልዕላውነትን ናጽነትን ብዘኽብረሉ መገዲ ነቲ ስርዓት ንምስዓር ምጥርናፍ ከድሊ እዩ ማለት እዩ። ንኹሉ ገዲፍና ኣብ ሰፊሕ ጽላል እንተ ተጠርነፈ ጥራሕ እዩ እቲ ናይ ሓደ መፍትሒ ማለት እዩ። ዋላ ሰለስተ ኣርባዕተ ውድባት ተኣኻኺቦም ትርንዕ ዝበለ ውድብ እንተ ሃልዩ ንሱ እውን እኹል ኣይኮነን። ስለዚ ንኹሉ ፖለቲካዊ ውድባት ዝጥርንፍ፣ ጽላላት ዝጥርንፍ፣ ዋላ ንሲቪክን ገለን ዝጥርንፍ ሓደ ሰፊሕ ጽላል ብምቛም ጥራሕ'ዩ እቲ ሽግርና ክቕረፍ ዝኽእል፣ ኣብ ሓደ ክንመጽእ ከም ዘለና፣ እዚ ቃልስታት ይካየድ ኣብ ዝቐረባ መዓልታት ብናይ ኤርትራዊ ፖለቲካዊ ምርምር ዝብል ውን ንኹሎም ውድባት ዓዲሞም ዝርርብ ነይሩ፣ ኣብኡ እሳተፍ'የ ኣነ ብወገነይ ማለት'ዩ፣ እቲ ሰፊሕ ጽላል ክቐውም ከም ዘለዎ ናይ ኩሉ ስምምዕ እዩ ግን ከመይ ገይሩ ኣብ ተግባር ይውዕል ገና ኣብ ቃልስታት ዘለና ጉዳይ እዩ ግን እታ መፍትሒ ኣብ ሓደ ክንዓስል ሰፊሕ ጽላል ክቐውም ሓደ መሪሕነት ኣቑምካ ንዩናይትድ ኔሽን ንኤሜሪካ ንኤውሮጳ ንኣፍሪቃን ዩንዮን ብሓደ ገጽ ክንቀርበሉ ንኽእል ነገር ተዘየቑምና ብኸምዚ ተፋላሊናዮን ፋሕፋሕ ኢልናየን ዘለና። ባይቶ በይኑ፣ ፖለቲካዊ ሓይልታት በይኑ፣ ውድብ ሓድነት በይኑ፣ ካልእ ብርጌድ ንሓመዱ በይኑ ብኸምዚ መልክዕ ክኸይድ ኣይክእልን ኢዩ። እዚ ሰፊሕ ጽላል ንኹሉ ዝጠርነፈ ዋላ ብርጌድ ንሓመዱ ዋላ ደቂ ኣንስትዮ ነቲ ናይ መንእሰያትን ናይ ዝጸንሐ ውድባትን መላግቦ ብዝፈጥር ኣገባብ ናይ ቃልሲ ኣብ ሓደ ዓሲልና ጥራሕ ኢና ክንምክቶ ደለና እምበር እዚ ሰላሳን ሓሙሽተን ዓመት ኩሉ ፈተነታት ኩሉ ቃልስታት ተተወዲቡ በብመገዱ ይኸይድ እዩ ሓሙሽተ ሰብ ሒዙ ሽሕ ሰብ ሒዙ ሓሙሽተ ሚእቲ ሒዙ እንተኸደ ንበይኑ ከዕውቶ ከምዘይኽእል ተፈቲኑ ዝበለየ እዩ። እታ መዋጽኦ ሰፍሒ ጽላል እዩ ክብል ይኽእል። ነቲ ጸገማት ገለ ገለ ተንኪፈዮ ኣለኹ፣ ግን ከም መዋጽኦ ኣብ ሓደ ዓሲልና ኣብቲ ሚነመም ናይ ሃገራዊ ጉባይ ተሰማሚዕና ሃገራዊ ጉዳይ ተሰማሚዕና ሓቢርና ምስ ንቃለስ ጥራሕ እዩ ለውጢ ክነምጽእ ንኽእል ዝብል ክስታይ ኣለኒ። ብርግጽ እቲ ኣብ ስደት ምዃኑ እቲ ቃልሲ ሃሳያይ እዩ። መንግስቲ ህግደፍ ካብ ውሽጢ ዓዲ ሰጒጉናስ ኣብ ጎረቤት ዓዲ ከይንህሉ ኣብ ሱዳን ኣብ ትግራይ ከይንህሉ ውን ስጋብ ዝቀረባ ግዜ ቃልሲ ዘካይዶ ዘሎ እዩ ዝጽምዶ ኢሉ ዝገብሮ ውን በቃ ከርሕቆ እቲ ቃልሲ ብ ጥቅኡ ውግእ ከይመጽእ ኣብ ርሑቅ ክከውን እናገበረ እዩ ዝከይድ ዘሎ ስለዚ ንስልጣኑ ንምክልካል ኣብ ከቢድ ቃልስታት እዩ ዘካይድ ንሕና ግን ንዕኡ ብዝገጥም ሓደነት ዘይምግባርና እዩ እቲ ተናዊሑ ዘሎ ቃልሲ ክብል ይክእል።
ግርም ብጣዕሚ ጽቡቅ ኣቶ ክብርኣብ እስኪ እታ ካሜራ ቁሩብ ቁርጽ ኣቢላትካ ኣላ ብላዕሊ ንእሽተይ እሞ ሕጂ ኣቅንዕ ኣብላ ወይ ድሕር ክትብል ፈትን ወይ ቅንዕ ኣቅንዕ ኣብላ ኦኬ። ባቤነ ፅቡቅ ኣቶ ክብረኣብ ናይ ብሓቂ ፅቡቅ ኢካ ገሊፅካዮ እቲ መፍትሒ ክከውን ዝክእል ውህደት ሓደ ምምስራት ሓደ ዓብዪ ፖለቲካዊ ሓይሊ የድልየና ኣሎ እዚ ክንገብር ተክኢልና እዩ መፍትሒ ክከውን ዝክእል ንፃዕርታት ዝከየድ ዘሎ ድማ በስ ግብራዊ ኮይኑ ባይታ ክሰርሕ ተስፋ ንገብር ካብኡ ውጽእ ኢልና እዚ ሕጂ ንዓለም ቁሩብ ኣዘራራቢ ዛዕባ ኮይኑ ዘሎ ብኸፊል ኣይንብሎን ኢና ዳርጋ ኣብኡ ድልና ኮይና ከኣ ንሕና ቁሩብ ከቢድ ጉዳይ ኮይኑ ዘሎ ናይ ማእከላይ ምብራቕ ክብደት ብምግምጋም ክጸልወና ዝኽእል እስኪ ኣብኡኸ እንታይ'ዩ ክጸልወና ዝኽእል ንህዝብና ንዓድና ንቓልስና ወይ ናበይ ክወስደና ይኽእል እንታይ ይረኣየካ ብዛዕባ'ዚ?
እቲ ሕጂ ኣብዚ ማእከላይ ምብራቕ ውግእ ጀሚሩ ዘሎ ብቐንዱ እዚ ናይ ሓያላን መንግስታት ማለት እዩ ብፍላይ ኣሜሪካ ዝጀመረቶ ምስ እስራኤል ኮይኑ እዩ እዚ ውግእ እዚ ቀደም ኣሜሪካ ን ምስ ሱዑድያ ስምምዕ ተገይሩ ነይሩ እዚ ፔትሮ ዶላር ዝብል ስምምዕ እዚ ስምምዕ እዚ እቲ ዕዳጋ ናይ ፔትሮል ናይ በንዚን ጋዝ ኩሉ ብ ዶላር ናብ ዕዳጋ ክውዕል ዝብል ስምምዕ እዩ እዚ ኣብ ከባቢ ሽሕን ትሽዓተ ሚእትን ሰብዓን ኣርባዕተን እዩ። ንጂ ስዑድያ ጥራሕ ደይኮነት ዋላ ኩለን እተን ናይ ጋልፍ ናይ ማእከላይ ምብራቅ ዘለዋ በንዚን ዝሸጣ ዓድታት ብከምኡ ቀጺሉ ማለት እዩ ገንዘብ ናይ ዶላር ናይ ኤመሪካ ሓያል ኮይኑ ይጓዓዝ ነይሩ እዚ ሓይሊ ዝህቦ ንኤመሪካ እዩ ኤመሪካ በቃ ኩሉ ነገር ብዶላር እንተ ዝለዋወጥ ኮይኑ እቲ ዶላር ፕሪንት ምግባር ጥራሕ እዩ ደድልዮም ማለት እዩ እዚ ዓብይ ፓወር እዩ ፀኒሑ እዚ ኣብ ዕስራ ዕስራን ኣርባዕተን እቲ ስምምዕ ጠጠው ኢሉ ማለት እዩ ንሓምሳ ዓመት እዩ ነይሩ እቲ ስምምዕ ግን ኣብ ዕስራ ዕስራን ኣርባዕተን ኤክስፓየር ኮይኑ ጠጠው ኢሉ ብድሕሪኡ እዚ ሓጎፅጎፅ እዚ እውን ናብ ምጅማር ገፁ እናተበጋገሰ ከይዱ ማለት እዩ ብቐንዱ ዘለናዮ ሃለዋት ቀደም ሓንቲ ሃገር ዘለዋ ሃብቲን ዓቕምን ብወርቂ እያ ተርእዮ ነይራ ማለት እዩ። ብድሕርኡ ግን ብምትእምማን እዩ ኾይኑ ማለት ግን ልክዕ ከምዚ ሓደ ሰብ ክረዲት ካርዲ ንክህልዎ ዕድኡ ብግቡእ ይመልስ ድዩ ተኣማኒ ድዩ ብዝብል እቲ መዐቀኒ ኾይኑ ማለት እዩ። ሃገራት እውን እዚ ወርልድ ባንክ ይኹን ገለ ኹን ክስታ ገንዘብ ክህብ ከሎ ኣብኡ ዝተመርኮሰ እዩ፣ ኣብ ምትእምማን ዝተመርኮሰ እዩ። ስለዚ እቲ ናይ ቀደም ናይ ወርቂ ይኹን ሕጂ ከኣ ናይ ጋዝ ይኹን ናይ ፔትሮልየም ይኹን እዚ እውን ተሪፉ ኣብቲ ምትእምማን ዝተመርኮሰ እዩ ጸኒሑ። ስለዚ እዚ ናብ ምውድዳር ናይዚ ናይ ኣሜሪካን ናይ ብሪክስ ምጥርናፍ ናይ በዓል ህንዲ፣ ራሽያ፣ ቻይና ወ ብራዚል ኢለን ዘበገስኦ ሓደ ደንበ ኮይነን ኣለዋ ንሳተን ማለት እዩ ምስ ኤሜሪካ እዚ ናይ ዶላር ኮምፒቲሽን ውድድር ኣሎ ማለት እዩ ብዝኾነ እዚ ናይ ኢራን ዓቕሚ እናሓየለ ምስ መጸ ኢራን ብፍላይ ንእስራኤል ናብ ሓደጋ ከውድቐኒ ይኽእል እዩ ዝብል እስራኤል ስለ ዝጥምቶ ንጸጥታዊ ኩነታቶም ንምክልኻል ኣብ ኤሜሪካ ውን ዓቢ እጃም ኣለዎም ዓቢ ላቢ ኣለዎም ንኤሜሪካ ኣዕጊብካ ኩነታት ናይ ኢራን ናብ ዝተሓተ ዓቕሚ ንክትወርደሉ ትኽእል ዝጀመረ ውግእ እዩ ስለዚ ብዋንነት እስራኤል እያ እቲ ትደልዮ ኤመሪካ ከኣ ኣላያንስ ንነዊሕ ዓመታት ዝገበረ ካብ ሽሕን ትሽዓተ ሚእትን ኣርባዓን ሸሞንተን ዝነበረ ኩነታት እስራኤል ናብ ዓዶም ክምለሱ ከለዉ ብድሕርኡ ኣብ ሽሕን ትሽዓተ ሚእትን ስሳን ሸውዓተን ዝነበረ ውግእ ኤመሪካ ጥራሕ ዘይኮነስ ዋላ ኤውሮጳ እያ ትተሓባበሮም ነይራ እዚ ኪዳንዚ ኣብ መንጎ ኤመሪካን ኣብ መንጎ እስራኤልን ዘሎ ነዊሕ ዝዘለቐ እዩ። ብደረጃ ኮንግረስ፣ ብደረጃ መራሕቲ ፕረዚደንት ናይ ዋይት ሃውስ ንነዊሕ ዓመታት ዝኸደ እዩ። ስለዚ እዚ ጉዳይ እዚ ናይ ኒክለር ዓቕምታት ምዕባይ ናይ ኢራን እንዳስገእ ስለ ዝመጸ እዚ ንድሕሪት ክምለስ ኣለዎ ተባሂሉ ዝተፈላለየ ናይ ዲፕሎማሲ ቃልስታት ተኻይዱ። ኣብ ግዜ ናይ በዓል ኦባማ እውን ብቁጽጽር ዘለዎ ብድፕሎማሲ እቲ ዕብየት ናይ ኒክለር ዝገብርዎ ምቁጽጻር ከይዲ ነይሩ እዚ ሕጂ ፕረዚደንት ኮይኑ ዘሎ ናይ ኣሜሪካ ንዑ ኣፍሪስዎ ሕጂ ከኣ ምስ እስራኤል ኮይኑ እዚ ውግእ እዚ ጀሚሩ ክብል ዝኽእል እዚ ውግእ እዚ ከመይ ገይሩ ይጸልወና ን ቅርኒ ኣፍሪቃ ዝብል ዝተተሓሓዘ ነገር ክህልዎ እዩ። ንኣብነት ኢማራት ናይ ሚእቲ ኪሎሜተር ባሕሪ ሞንጎኦም ዘሎ እዩ ምስ ኢራን። ኢማራት ከኣኒ ንሱዳን ትሕግዝ ንኢትዮጵያ ትሕግዝ ኣብቲ ከባቢና ውን ብዙሕ ዝነበረ ኣብ ዕስራ፣ ዕስራን ሓደን ዕስራን ክልተን ናይ ክልተ ዓመት ውግእ ኣብ ትግራይ ውን ዓብይ ኢድ እዩ ነይርዋ ማለት እዩ። ሕጂ ውን ኣብ ሱዳን ከምኡ ኣሎ። ምስ ኢትዮጵያ ዝጸንሐ ዝምድናታት ውን ቀጻሊ እዩ። ሳውዲ ዓረብያ ን ምስ ግብጺ ድዩ ምስ ኤርትራ ድዩ ዘለዋ ዝምድናታት ብቀንዱ እኳ እቲ ውግእ ኣብ መንጎ ኢትዮጵያን ኣብ መንጎ ኤርትራን ንከይህሉ ቃልስታት ኣካይዳ እያ ግን እቲ more ዝምድና ምስ ኤርትራ እዩ ስለዚ እዚ ናይ ኢራንን ናይ እስራኤልን ኤሜርካን ዝካየድ ዘሎ ውግእ ንኩነታት ናይ ቅርኒ ኣፍሪቃ ናብ ቀይሕ ባሕሪ ዝስሕበሉ ኣሎ ናይ ናይ የመን ሁቲ ዝበሃሉ እውን ኣቅድሚ ክልተ ዓመት ኣብ ቀይሕ ባሕሪ ንብዙሓት መራኽብ መጥቃዕቲ እንዳገበሩ ብፍላይ ናይ ኣሜሪካን ናይ እስራኤልን ህውከት ገይሮም ነይሮም። ሕጂ ከኣ ክንጅምር ኢና ብምባል ኣብ ጎኒ ኢራን ይስለፉ ኣለዉ። እዚ ህዝቢ ናይ ኢራን ሺዓ እዩ። ዝበዝሐ ናይ እስላም ኣብ ማእከላይ ምብራቅ ከኣ ሱኒ እዩ። እንተኾነ ኣብ ኣብ ዒራቕ ኣለው ሺዓ ኣብ ሊባኖስ ኣለው ሺዓ ስለዚ እዚ ናቶም ህዝቢ ምድግጋፍ ምስ ኢራን ዘይተርፍ እዩ ስለዚ ንሃለዋት ናይ እስራኤል ኣብ ስጋእ ነገር ዝወስድ ነገር እዩ ናይ ኢራን ዓቕምን ሓይልን ምስ ካልኦት ክረኣ ከሎ ምስ ውግእ ናይ ቬትናም ድዩ ናይ ኣፍጋኒስታን ድዩ ናይ ዒራቕ ድዩ ናይ ሲርያ ድዩ እዚ ዝሓየለ እዩ። ኢራን ካብ ቒድሚ ሰለስተ ሽሕ ዓመት ሒዝካ ናይ ፐርሽያን ኢምፔርያል ዝነበረ ዓቢ ታሪኽ ዘለዎ ሃገር እዩ። ሕጂ ከኣ ካብ ተስዓን ሓሙሽተን ስጋብ ሚእቲ ሚልዮን ዝግምገም ህዝቢ ዘለዋ ዓዲ እያ። ኣብ ቴክኖሎጂ ውን ኣብ ምሉእ ዓለም ብዙሓት ሳይንትስት ኣለዉ ኣብ ኤሜሪካ ቁጽሪ ዘይብሎም ሳይንትስት ኣለዉ ኣብ ውሽጢ ዓዶም ብዙሓት ሳይንትስት ኣለዉ ስለዚ ብቀሊሉ ዝዳኸም ብቀሊሉ ዝጠፍእ ዓቅምን ሓይልን ኣይኮነን ኣብ ሲርያ ዘሎ ምስ ራሽያ ዝምድናታት ኣሎ ምስ ቻይና ዝምድናታት ኣሎ ምስዞን ናይ ብሪክስ ሃገራት ዝምድናታት ኣሎ ስለዚ እዚ ውግእ እዚ ቀሊል ውግእ ንኸይ ዘይክኸውን ይኽእል እዩ። ናይ ሀርሙዝ ዓጽዩ ናይ ኤኮኖሚ ናይ ጋዝ ንኤሜሪካ ንኤውሮፓ ንኣፍሪቃ ናይ ኤኮኖሚ ጽቕጠት ገይሩ ኣሎ ማለት እዩ። እዚ ጽቕጠት እዚ ቀሊል ነገር ኣይኮነን። ብርግጽ ዓለም እዚ ውግእ ጠጠው ክብለሉ ይደሊ እዩ። ህዝቢ ኤሜሪካ እውን ኣብ ዝሓለፈ ቀዳም ዝነበረ ስጋብ ብ ሸሞንተ ሚልዮን ሰላማዊ ሰልፊ ዝወጽኣሉ ኣብኡውን ሓያል ድምጺ ስሚዕምም እዚ ውግእ ጠጠው ክብል ከም ዘለዎ ስለዚ ኣብ ዝሓለፈ ቅድሚ ክልተ መዓልቲ ዝተዛረቦ ፕረዚደንት ትራምፕ እውን ስጋብ ብ ክልተ ሰለስተ ሳምንቲ ክኸይድ እዩ እዚ ውግእ ይብል ግን ንዓለም ኣናዊጹ ዘሎ ውግእ እዩ ቀሊል ውግእ ኣይኮነን ኤውሮጳ ኣየማኸርኩምናን ብምባል ኢዱን እግሩን ኣጣሚሩ ኢዩ ዘሎ። ግን እቲ ናይ ኤኮኖሚ ምንዋጽ ፈጢሩ ስለ ዘሎ መፍትሕታት ክግበረሉ ናይ ዘተ ክግበር ውግእ ጠጠው ክብል እቲ ውግእ ናይ ሓጺር ዘይኮነስ ዘለቐታ ብዘለዎ ውግእ ጠጠው ክብል ኢያ ትደሊ ኢራን እንተ ክትዛተዩ ኮይኖም እዚ ሓሓሊፍካ ክልተ ወርሒ ትጸንሕ ድክ ክልተ ወርሒ ትድብዱብና ከምዚ ዓይነት ዘተ ከምዚ ዓይነት ናይ ሓጺር ተኩሲ ጠጠው ኣይንደልይና ብምባል እዩ ዝካየድ ዘሎ ስለዚ ኣይኮነን ዶ ኣብ ጥቃና ዘሎ ኣብ ቀይሕ ባሕሪ ዘሎ ንዓና ምጽላዉ ንሙሉእ ዓለም ጸሊኡ ዘሎ ስለ ዝኮነ ንዓና ኣብ ዝኸፍኤ ኩነታት ከውድቐና ከም ዝኽእል ብኢኮኖምን ብኹሉ ነገራት ስዑዲ ኣተንኪቡ ኣሎ ግን እቲ ኣብ መንጎ ኢትዮጵያን ኤርትራን ኣንጻላልዩ ዝነበረ ናይ ውግእ ሓደጋ ንድሕሪት ከም ዝተመልሰ እዩ ዝረእ ዘሎ ኢማራት ኣብ ጉዳያ ኣላ ሳውዲ ዓረብያውን ኣብ ጉዳያ ኣላ ምናልባት እቲ ውግእ ናይ ኤርትራን ናይ ኢትዮጵያን ዝተሓስበ ንድሕሪት ተመሊሱ ኣሎ። ኢትዮጵያ ውን ናብ ከምኡ ዘኽእል ዓቕምን ደረጃን የብላን። እዚ ኩነታት እዚ ተዘሓሒሉ ኣሎ ማለት እዩ። እቲ ውግእ ግን ኣብ ሱዳን ዘሎ ናይ ኢማራት ተፅዕኖ፣ ኣብ ኢትዮጵያ ዘሎ ናይ ኢማራት ተፅዕኖ ከምኡ ውን ናይ በዓል ስዑድያ ናይ በዓል ግብፂ እዚ ኹሉ ስለ ዝፀለወ ካብ ሓደጋታት ካብ ተጽዕኖታት ነጻ ኣይኮናን ግን ከም ዝጸልወና ንምጥቃስ ዝኣክል እየ እቲ ውግእ ግን ብሰንኪ ናይ ኢራን ውግእ ተዛሓሒሉ ኣሎ ውግእ ኤርትራን ኢትዮጵያን ነዚ ይመስል ምናልባት ተወሳኺ ዝምልኦ ተልዩ ብፍሉይ ከብርሆ ዘለኒ ብሕቶ መልክዕ ክንክሳ ክንገብር ንኽእል ኢና እዚ ኹነታት ናይ እስራኤልን ናይ ኣሜሪካን ግን ብጣዕሚ ከቢድ ኩነታት እዩ ብፍላይ እቶም ኤርትራውያን ኣብኡ ደለኹም ከም ኣብ ቅድመ ግንባር ደለኹም ገርና ኢና ንሓስቦ ኣብ ሂወትኩም ተጽዕኖ ገብር ምህላዉ ብርግጽ እዩ መዋጽኦ ፍጠረልኩም ንዓለም ውን ሰላም ይፍጠረልና ካብ ውግእ ወረ ውግእ የድሕነና እየ ክብል ዝኽእል።
ብጣዕሚ ጽቡቕ ናይ ብሓቂ ጽቡቕ ዝኾነ መግለጺ ኢኻ ሂብካና ኣብዚ ኣይ ሆፕ ሰላም የውርደላ ንዓለም ብፍላይ ድማ እዞም ኣብዚ ከባቢ እዩ ዘለና ብፍላይ ኣብ እስራኤል ኮይነ ክሪኦ ከለኹ ዘለና ናይ መነባብሮ ኣብ እስራኤል ዘለና ተቐባልነትን እዚ ኩነታት እንተቐጺሉ ቀሊል ሃስያ ኣይከውርደልናን እዩ ቅድሚ ኩነት ስለዚ ኣይሆፕ ተስፋ ንገብር ናይ ገለ ምትዕራያት ምዕረፍቲ ክኸውን ማለት እዩ ካልእ ተንኪፍካዮ ነርካ ኢኻ ፀቕጢ ናይ ኢማራት ኣብ ሱዳን ኣብ ኢትዮጵያ እሱ ዘስዓቦ ኩነታት ቁሩብ ኣብ ኤርትራን ኢትዮጵያን ህጂ ኩናት ዘይክኸውን ይኽእል እዩ ንግዜ ኢልና ክንሓልፎ ንኽእል ኢና እሱ ቦትኡ እንዳሃለዎ ከሎ ኣረኣእያ ናይ ስርዓት ብልፅግና ኣብ ጉዳይ ኣፍ ደገ ባሕሪ ዝብሎ ዘሎ ኣጠማምታ ብተስፋ ናይ ምቑራፅ ንበሎ ብገለ ኤርትራውያን ድማ ዳርጋ ባዕሉ ይፈልጥ ዝዓይነቱ ኣገባብ ይረኣ እሞ ኣብዚ ጉዳይ እዚ ኣተሓሕዝኡ ከመይ ክኸውን ኣለዎ ትብል? ደለይቲ ፍትሒ ኣረኣእያና እንታይ ክኸውን ኣለዎ?
በቃ እዚ ምስቲ ሃለዋት ሃገርናን ዞባናን ኣብ ከመይ ኩነታት ኣለና ዝተኣሳሰር እዩ። እቲ ኣብ ውሽጢ ዓድና ዘሎ ካብ ሕማቕ ናብ ዝኸፍኣ ኩነታት እናንቆልቆለ ምዃኑ ንኹላህና ርዱእ እዩ። ምኽንያቱ ኤርትራ ኣብ ቁጠባ፣ ባሕራን ማዕድናን ብግቡእ ዘይትጥቀም፣ ከምኡውን ሕርሻዊ ማእቶት፣ ኢንዱስትሪያዊ ዕብየት ዘይብሉ፣ ልምዓት ዘይብላ፣ ትምህርትን ሕክምናን ንዘበንና ዝምጥን ዘይብላ ዓዲ ኣብ ወተሃደራዊ ዕስክርና ጥራሕ ትነብር ዓዲ እያ ኤርትራ ማለት እዩ። ኣብቲ ዝሓለፈ። ቕድሚ ዕስራ ዓሰርተ ሸሞንተ ን ዕስራን ሓሙሽተን ዓመት ውን ብጣዕሚ ኣብ ዲፕሎማሲ ተሓጺራ ምስ ዓለም ርክብ ዘይነበራ ንበይና እያ ኔራ ምናልባት ኣብ ዕስራ ዓሰርተ ሸሞንተ ናይ ኣብይ ምምጻእ ሓድሽ ሂወት ዘሪእሉ እዩ ንህግደፍ ክንቀሳቐስ ጀሚሩ በቲ ዝረኣናዮ ንቻይና ንራሽያ ከምኡውን ንስዑድያ ንግብፂ ተመላሊሱ ቁሩብ ትንፋስ ሂብዎ እዩ ሕጂ እውን ፅምዶ ዝብል ምስ ጎረቤት ክልል ናይ ኢትዮጵያ ክልል ትግራይ ዝጀመሮ ነገር ኣሎ እዚ ፅምዶ እዚ እውን ናይ ሂወት ኣድሕን እየ ዝሓስቦ ኣነ ንህግደፍ እቲ ውግእ ምስቲ ኢትዮጵያ ተንፈራርሖ ዝነበረት ኣብ ልዕሊ ልዕላውነትን ናጽነትን ኤርትራ ዝህድድ ዓይነት ኣዘራርባ እዩ ብኢትዮጵያ ነይሩ እዚ ብርግጽ ንናጽነትናን ንልዕላውነትናን ብዝጥሕስ ኣገባብ ናይ ቋንቋን መደረን ንዘቕርቦ ዝነበረ ስቕ ኢልካ ዘይሕለፍ ኩሉ ኤርትራዊ ንስርዓት ህግደፍ ዝድግፍ ይኹን ንስርዓት ህግደፍ ዝቃወም ብሓደ ዝምልከተና ኣርእስቲ እዩ። ልዕላውነትናን ናጽነትናን ብኸመይ መንገዲ ንከላኸሎ ብዘየገድስ ክንቃወሞ ዝግባእ ኣርእስቲ እዮም ኣልዒሎም ኢትዮጵያ እዚ ዘይከውን ኣርእስቲ እዩ ብስነ ፍልጠት ክረኣ ከሎ ኤርትራ ብሳላሳ ዓመት ቃልሲ ዓዳ ክትቆጻጸር ከላ ብሪፍረንዶም መልክዕ ከኣ ዓለም ብሕቡራት መንግስታት ተዓዛብነት ናጽነቱ ዝረኸበ ዓዲ እዩ፣ ልዕላውነቱ ዝተረጋገጸ እዩ፣ ዋላ እኳ በላዓ ሰብ ዝኾነ ምልካዊ ስርዓት፣ ቶታሊተርያን ስርዓት፣ ኣብ ውሽጢ ዓድና ህዝብና ከም ድላዩ ዘይንቀሳቐሰሉ መንእሰያቱ በቃ ወገን ዘይብሉ ዕስክርና፣ ገደብ ዘይብሉ ዕስክርና፣ ኣብ ጭቆና ዝነብረሉ እንተሃለወ ስደት ዝፈልሰሉ ዘሎ ዓዲ እዩ። ብዝኾነ ግን ዜርና ዜርና እቲ ቃልሲ ካብዚ ስርዓትዚ ዝላቐቕ ህዝቢ ኤርትራ ሓንቲ ደሞክራሲያዊትን ብሕገመንግስትን ትመሓደር ብሰላም ትነብር ዓዲ ናብ ስልጣን ናብ ህዝቢ ዝምለሰሉ ቃልሲ ኢና ነካይድ ዘለና። ስለዚ ንናጽነትን ልዕላውነትናን ክንከላኸል ኩሉ ኤርትራዊ ክከላኸል ከም ዘለዎ ምናልባት ሸርተፍተፍ ዝብል ኣበሃህላታት ይህሉ ኸውን ነዚ ስርዓትዚ ጥራሕ ይተኣለየልና ገለ ዝብል ኣዘራርባታት ግጉይ ኣዘራርባ ኢለ እየ ኣነ ዝገልጾ። ኣብ ዝሃለወ ይሃሉ ኤርትራዊ ናጽነቱን ልዕላውነቱን ክከላኸል ክዕቅብ እዩ ዝድግፍ። ንሱ እዩ ከኣ እቲ ክኸውን ዘለዎ ማለት እዩ። ስለዚ እቲ ስርዓት ናይ ምቕያር ቃልስና ቀጻሊ ክኸውን ከሎ ንሕቡራት መንግስታት ድዩ ንኤሜርካ ድዩ ንኤውሮጳ ድዩ ንኣፍሪቃ ዩንየን ድዩ ንኹሉ ኤሽያ ድዩ ንኹሉ ልዕላውነትናን ናጽነትናን ክዕቀብ ከም ዘለዎ ኣብ ዲፕሎማስያዊ መዳያት ሓደ ኮይንና ሓደ ድምጺ ኮይንና ኢና ክንከዶ ዝግባእ ስለዚ እቲ ጽምዶ ንሂወት ኣድሕን ናይ ህግደፍ ዋላ ህወሓት ውን እንተኾነ ካብቲ ዝነበሮ ሰለስተ ሚእትን ስሳን ክባን ዕጽዋን ንምውጻእ ኻብ ዝብል እዩ እቲ ምስ ኤርትራ ደለዎ ግን ብዓይኒ ሓቂ ግጉይ ጽምዶ ኢለ እየ ኣነ ዝርድኦ ምኽንያቱ ስርዓት መንግስቲ ኢትዮጵያ ምስ መንግስቲ ኤርትራ ኮይኑ ንህዝቢ ትግራይ ንክልተ ዓመት ውግእ ኣካይዱ ኣብ ክንደይ ፅንተት ተፈፂሙ ክንደይ ግፍዒ ተፈፂሙስ እዚ ንሓደ ህዝብኻ ዶ ምስ ካልእ ሃገር ኮይንካ ኢኻ ንህዝብኻ ት ኣብ ውግእ ትእትዎ ትጭፍጭፎ እንዳተብሃለ ፀኒሑስ ህወሓት እንተድኣ ኣብ ኢትዮጵያ ለውጢ ክመፅእ ኮይኑ ምስ ኣብ ውሽጢ ሃገር ዘሎ ኢትዮጵያውያን ምስ ፋኖ ድዩ ምስ ኦላ ድዩ ናይ ኦሮሞ ድዩ ምስ ካልኦት ዘለዉ ምቅስቃሳት ሓቢርካ እኻ ስርዓት ክትቅይር ዘለካ እምበር ምስ ካልእ ሃገር ኮይንካ ኣብ ስርዓት ናይ ምቅያር ኢድ ክኸይድ ነቲ ኣብይ ዝገበሮ እናተቃወምካ ጸኒሕኻስ ተመሳሳሊ ነገር ምስ ግዳማዊ ሃገር ምስ ካልእ ሃገር ኮይንካ ውን ንህዝቢ ኢትዮጵያ ክትወግእ ምሕሳብ እሱ ውን ግጉይ እዩ። ሰላም ክገብሩ ምስ ጎረቤቶም ምስ ሱዳን ምስ ኤርትራ ዘለዎም ምስ ዓፋር ምስ ኣምሓራ ደለዎም ዝምድና ሰላም ክኸውን ኣይጽላእን እዩ ግን ብዓይኒ ኣብ ውግእ ምእታው ምስ ኤርትራ ኮይንካ ዝሕሰብ ተልዩ ግን ንሱ ግጉይ መገዲ እዩ። ምስ ኢትዮጵያውያን ዘለዉ ተቓወምቲ ሓደ ኮይንካ ስርዓት ኣብ ኣራት ኪሎ ዘሎ ስርዓት ናይ ምቕያር ክግበር ይከኣል እዩ። ምስ ኤርትራ ዝገብሮ ምዝማድ ግን ኣነ ብወገነይ ልክዕ ኮይኑ ኣይረኣየንን። ኣብ ሱዳን እዚ ኣርሚ ሰብዓ ዝብል ኣሎ ንሱ ክኣቱ ይኽእል እዩ ንኢትዮጵያ ምስ ፋኖ ድዩ ምስ ህወሓት ድዩ ምስ ካልኦት ተቓወምቲ ናይ ኢትዮጵያ ሓቢርካ ነቲ ስርዓት ኣብ ውሽጢ ኣዲስ ኣበባ ዘሎ ንሱ ናይ ምቕያር ቃልስታት ክገብሩ ግን እዙይ ግቡእ ቃልሲ እዩ ኾይኑ ዝረኣየኒ። እቲ ናይ ባሕሪ ዝብል ኣጠማምታ ናይ መንግስቲ ኢትዮጵያ ግን ሰሚዕናዮ ኢና በቃ ምንም በቃ ባይታ ደይብሉ ናይ ሓንቲ ልዕላዊት ሃገር ዓሰብ ክወስድ እየ ቀይ ባሕሪ ዶብና እዩ ዝብል ቀደም ምሳና ነይራ እያ ድብል ምንም መሰረት ደይብሉ ቀደም ኣብ ግዜ ቱርክን ግብጽን ቀይሕ ባሕሪ ብካልእ ዝውነን ነበረ ድሕሪ ውዑል ናይ ጥልያንን ናይ ሚኒሊክን ውን ንኤርትራ ፈልዩ ዝኸደ ንሓምሳ ዓመት ኣብ ትሕቲ ጥልያን ዝነበረት ንዓሰርተ ዓመት እንግሊዝ ሒዝዋ ነበረት በቃ ካብ ሽሕን ትሽዓተ ሚእትን ስሳን ክልተን ጥራሕ እዩ ምስ ኢትዮጵያ ዝነበረት ንሳላሳ ዓመት ንሱ ኸኣ ሰውራ ኤርትራ ብሙሉኡ ብሓደ ኮይኑ ንናጽነቱ እናተቓለሰ ዘሕለፎ እዩ። ኣብ ተስዓን ሓደን ከኣ ዓዱ ምሊሱ ምሉእ ዓለም ብዝመስከሮ ዓዱ ዝሓዘ ኣብዚ ዓሰብ ዶ ቀይሕ ባሕሪ ዶ ዝብል በፍጹም ንዕኡ ዝሕግዝ መሰረት ዘለዎ ፖለቲካ የብሉን። ህዝቢ ኤርትራ ከኣ ተጠርኒፉ ናጽነቱ ከም ዝከላኸል እናተረድኣ ዝመጸ ኢዩ። ስርዓት ኢትዮጵያ ሕጂ እኳ ኣዘሓሒልዎ ዘሎ ኣርእስቲ ኢዩ። ስለዚ ኤርትራውያን ኣብ ደገ ዘለና ኣብ ውሽጢ ዘለና ተቓውሞ ዝኾነ ዋላ ምስ መንግስቲ ዘሎ ንልዕላውነቱን ንናጽነቱን ክከላኸል ከም ዝኽእል እቲ ዘንፈራርሕ ኣዘራርባ ናይ መንግስቲ ኢትዮጵያ ብሓደ ኮይንና ክንብድሆ እዚ ርትዓዊ ነገር እዩ። ንሕና ኣብ መሳርዕ ናይ ህግደፍ ኮይንና ኣይንቃለስን። ብንኽእሎ መገዲ ብዘለና ሃገራዊ ሓላፍነት ግን ንናጽነትናን ንልዕላውነትናን ክንከላኸል ከም ዘለና እየ ዝሪኦ። እዚ ይመስል እቲ ኣጠማምታ። ዘጉደልክዎ ነገር ተልዩ ሓቢርና ንርኣዮ ማለት እዩ ምናልባት ናይ ኢማራት ኣብ ሱዳን ናብ ኢትዮጵያ ትገብሮ ክዳኸም እዩ ዝብል ሪኢቶ ኣለኒ ኣብዚ ሕጂ ዘለናዮ ሃለዋት ስለዚ መርገጽና ግን ኣብ ናጽነትን ልዕላውነትን ህዝቢ ኤርትራ ሓደ እዩ ክኸውን ዘለዎ እየ ዝብል።
ጽቡቅ ኣቲ ክብራብ ናይ ብሓቂ የቀንየልና ካልእ ንሎሚ ናይ መጠረሻ ሓንቲ ክህበኩም'ሞ ኣብዚ ክንውድእ ኢና። ከምቲ ቅድም ኣቢለ ዝበልክዎ ፈላሚ ርክብና ክኸውን ይኽእል እዩ ኣብ ቲቪ መለይ። ቀጻሊ ብዙሕ ኣርእስታት ተንኪፍናዮ እምበር ጌና ክንዛረበሉ ዝግበኣና ነይሩ ኣሎ ኢለ ይግምት ኣነ ማለት እዩ። ብርግጽ ኣብ መጠረሽታ። ንቓልስና ሓጋዚ ክኸውን ዝኽእል ውህደት ክፈጥረልና ይኽእል'ዩ ትብሎ መንገዲ ናይ ጉዕዞ ንዝብሎ ዝጸናሕና ኣብ ምፍጣር ሓደ ዓቢ ፖለቲካዊ ሓይሊ ተስፋ ክህብ ዝኽእል ኣብ ምፍጣር ዝተሰነፍና ገለ ኣካላት ከም መዛረቢ ይጥቀምሉ'ዮም እንታይ'ሞ ምድኻም እንተኾይኑ ገለ ክብሉ ሰሚዕና'ሞ ሕጂ ነዚ መፍትሒ ክኾነና'ዩ ትብሎ ንእግረ መንገድኹም ሕጽር ኣቢልኩም እንተሂብኩምኒ ብዚኣ ክንዓጹ ኢና።
ኦኬ እሞ ቐንየለይ ዝሃብኩምኒ ዕድል ብዝኾነ ግን ሰለስተ ነጥብታት ክትንክፍ እየ ሓደ እዚ ስግረዶብ ጭቆና ዝብል ብሓባር ተላዒልናሉ ዘለና ኩሉ ደላይ ፍትሒ ኤርትራዊ ኣብ ሓደ ክዓስል ከም ዘለዎ እዚ ናይ ራብዓይ ግንባር ዝብል ናይ ህግደፍ ግንባር ፈጢሩ ነዚ ደላይ ፍትሒ ኣብ ኩሉ ኩርናዓት ዓለም ኣብ ኤሜሪካን ኣብ ኤውሮጳን ኣብ ካሎኦትን ዘሎ ዝገብሮ ዘሎ ዓፈና ነዚ ሓቢርና ንምምካት ኣብ ሓደ ክንዓስል ከም ዘለና ካልኣይ እዚ ኣብ ሞንጎ ዝጸንሐ ቃልሲ ናይ ተቃውሞ ደንበን ሓድሽ ዝተፈጠረ ናይ መንእሰያት ብርገድ ንሓመዱ ይኣክል እዚ መላግቦ የድልዮ እዩ። ሓቢርና እንተዘይኮይኑ ተፈላልዩ ክኸይድ የብሉን ማለት እዩ። ምናልባት ጉድለታት እንተልዩ ካብቲ ናይ ቀደም ጸንሒ ተቓውሞ ደምበ እርማት ብዝግበረሉ እዩ ክጓዓዝ ዘለዎ እምበር ተፈላሊና ክነዕውቶ ንኽእል ስለዘየለ መላግቦ ናይ መንእሰይን ናይ ዝጸንሐ ቃልስን ኣገዳሲ ምዃኑ ኩላህና ክነስተብህለሉ ይግባእና። ነዚ መሰረት ብምግባር እቲ ቃልሲ ክንብዳሃሉ ንኽእል መገዲ ሰፊሕ ጽላል ምቛም እዩ። ሰፊሕ ጽላል ንኹሉ ኣብ ሓደ ዝሰፍሐ ዝጥርንፈና ኣብቲ ዝተሓተ ሃገራዊ ዕላማ፣ ሚነመም ሃገራዊ ዕላማ፣ ብሓደ ተጠሚርና ብሓደ መሪሕነት ብሓደ ዲፕሎማሲ ብሓደ ናይ ጸጥታውን ወታደራውን ከምኡውን ናይ ቁጠባውን ዘወሃሃደ መገዲ እንተ ዘይጌርና እቲ ቃልስና ክናዋሕ እዩ። ስለዚ እዚ ሰፊሕ ጽላል እቲ መፍትሒ ኮይኑ ዝስምዓኒ ክትግበር ኣለዎ ትማሊ እዩ ክግበር ኔርዎ ሕጂውን ንጹባሕ ዘይበሃል ብኣፈርክቡ ክንሕዞ ዘለና ናይ ሕጂ ርእስቲ እዩ። ሰፊሕ ጽላል ዝቆመሉ ነገር ኩላህና ደለይቲ ፍትሒ፣ ተቋወምቲ ውድባት፣ ስቪግ ማሕበራት፣ ደቂ ኣንስትዮ፣ መንእሰያትና፣ ናብዚ ርእስቲ እዚ ብዘተኮረ ከነዕውቶ ክንቃለስ ይምሕጸን። ዝሃብኩምኒ ዕድል በዚ ኣጋጣሚ የቐንየለይ ይብል። ንኹሉኹም ሰማዕትን ደለይቲ ለውጥን ከምኡ ውን ቲቪ መለይ። የቐንየለይ ማእከለ ኣነ ሓሳበይ ኣብዚ ዛዚመ ኣለኹ። ወዲኤ ኣለኹ thank you ኣለኻ ዶ ማእኸለ ወዲኤ እየ ብወገነይ። ኣለኹ የቐንየልና ኣቶ ክብርኣብ ተኽለገርግሽ ካብ ሰሜን ኤመሪካ ንዝነበረና ሰፊሕ ዝኾነ መብርሂ ብዛዕባ ህሉው ኩነታትን ከይዲ ቃልስናን ተሞክሮኹምን ብዝግባእ ኣስፊሕኹምልና ኢኹም እሞ ብድጋሜ ብስም ቲቪ መለይ ከመስግነኩም ይደሊ ኣብ ካልኣይ ርክብና ብዝሰፍሐ ክነካይዶ ተስፋ ይገብር ክቡራት ተከታተልትና ሎሚ ዝነበረና መደብ ምስ ኣቶ ክብርኣብ ተክለገርግሽ ኣብዚ ዘምና ኣለና ብዳግማይ ንምክታልኩም ነመስግን የቀንየለይ ድምፂ ውፅዓት ብስራት ዕልልታ ብስራት ዕልልታ